ይውልን ስሚንቶ ኩሉ ግዜ ካብ የካቲት ብድሓር ኩላትና ንፈልጣ ነገር እያ ኣነ ሕዚ ብዛዕባ ስሚንቶ ዋጋ ስሚንቶ ካብ ዝጅምር ክልተ ዓመት እየ ሰለስተ ዓመት ገብር እየ ድሕሪ የካቲት ዘላ ዝመፅ የምፃእ ከባሪት እያ ምክንያቱም ብበዝሒ ሰብ ሽዑ እዩ ዘስርሕ ካልኣይ ከዓንይ ብቻ ይፈልጥን ድሕሪ የካቲት ዘሎ ብጣዕሚ እያ ዝኸብር ናይ ሕፃና ፀፀር ግን ብጣዕሚ ገሪምኒ ዘሎ ክብራት ኣሕዋተይ እስኪ ብቻ ብዝኾነ ብስሚንቶ ንጀምር። ስሚንቶ እግዚኣብሔር ይመስገን ትውስኽ ትቐንስ እያ። ስሚንቶ ብጣዕሚ እዩ ዝቀያየር ከም እንሑፃ ፀፀር ተንዲኖ ደኣዩ ንእሽተን ናይ ሰሙን ናይ ዝተፈላለዩ መዓልቲ ናይ ብዙሕ መዓልቲ ልዩነት የምፅ እምበር ናይ ሕፃን ናይዚ ስሚንቶ ግን ብጣዕሚ እያ ትቀያየር እና ስሚንቶ ሎማዓንቲ የቃዕ ቤት ወይ ሽሕን ሸውዓተን ሰማንያን ያው ቅርሽ ዕስራ ቅርሺ ቃኒሳ እኒሃ ዕስራ ቅርሺ ቃኒሳ እኒሃ ዕስራ ቅርሺ እውን ዕስራ ቅርሺ ወሲካ ትራንስፖርት ይኸውን እያ ባይዘይ ቅርሺ ከይትንዕኦ እና ዕስራ ቅርሺ ቀኒሳ ደሞ እዚ ቅናሽ ድልኩምስ ምንዓቕ ከይትገብሩ ዕስራ ቅርሺ ቀኒሳ እኒሃ ሸውዓተን ሰማንያን ሽሕ ሸሞንተን ስለ ዝነበረ ማለት እዩ ናይ ሕፃ ነገር እዩ ገሪምኒ ጋይስ ናይ ሕፃ ነገርስ ገሪምኒ ገሪምኒ ኣነ ካብ ስዑዲ ካብ ዝመፅእ ናብ ትግራይ ድፍን ኣርባዕተ ወርሐይ ሎም መዓንቲ ባሕቲ እዩ እኒሆ መጋቢት እና ዕለት ሰለስተ ኣርባዕተ ይወርሒ ከመል እያ ልክዕ ምስ መጻእኹ ኣርባዓን ትሽዓተ ሽሕ ነይራ ከባቢ ወርሕን ፈረቓን ደሞ ጸኒሐ ምስ ጠየቕኩ ሓምሳን ሰለስተን ሓምሳን ሓደ ነይራ ኣነ ብግለይስ ብሓምሳን ሓደን ሽሕ ገዚኤ ሎም መዓንቲ ክንደይ እንሄ ተልኩምንስ ዕጽፊ ዕጽፊ ሚእቲ ተይራ እኮ ክልተ ሚእቲ ተኾነስ ንኣብነት እየ ዝለኩም ደሓን እዩ ሓምሳ ሽሕ ነይርኻ ሚእቲ ሽሕ ክትበሃሉ ከለኹም ኣየ ደንጊፅን ኣነ ደንጊፀ እየ ብጣዕሚ እየ ደንጊፀ ንሓንቲ ቢያጆ ሕፃስ ሚእቲ ሽሕ ቆፂርካ ምሃብሲ እንድዒ ጋይስ እስኪ ከምዚ ከማይ ዘተሓሳስበኩም ኣነ ኳስ ምንም ኣይደልይን ዋይ ግን ከምዚ ከማይ ዘደንገፀኩም ተሊኢኹም ኣብ ኮሜንት ፀሓፍለይ ምክንያቱ ሚእቲ ሽሕ በፂሓ ነይራ ካብኡ ቴስዓ ሽሕ ኮይና ሕዚ ቀንሱ ድማ ተስፋ ይገብር ናብ ፈረስ ማይ ትወስዱ ተልኢኹም እስካብ ቴስዓ ሚእቲ ሽሕ እዩ ኣብ ዓድዋ ደግሞ እስካዕ ሰማንያ ሽሕ ማለት እዩ እና ብጣዕሚ ይበዝሑ ግን እስካዕ ሚእቲ ሽሕ በፂሑ ነይሩ እዩ ናብለት ናብለት ናብ ሰማንያ ሽሕ ወሪዳ እኒሃ ክቐንሰልና ድማ ተስፋ ይገብር ሕፃ ኣብቲ ክረምቲ ስለ ዝቐንስ ደቂ ዓበይቲ ወይ ብዙ ኣጋጣሚ ክነግረኩም ዝፈቱ ገዛ ናይ ምስራሕ ዓላማ እንተልይኩም ወቕታ ክነግረኩም ስሚንቶ ኢኹም ገዚእኹም ክትኣምጥዋ ዘይትኽእሉ እምበር ተንዲኖ ሑፃ ፀፀር ዋላ ሚእቲ ዓመት ይቀምጥ ገዚኻ ትኣምጦ ትኽእል ኢኻ ሑፃ ኩሉ ግዜ ኣብ ወርሒ ነሓሰ እያ ትሓስር ንምንታይ ናይ ሓሙሽተ ሽሕ ልዩነት ኣይህልወን ናይ ሓሙሽተ ሽሕ ቅናሽ ሃልይዎ እውን ቀሊል ኣይኮነን ሓደ እቲ ቅርሺ ብሓደ ግዜ ካብ ትገዝኡ ቀስ እናበልካ ክትገዝኦ ስለ ፅቡቕ ዝኾነ ኣብ ነሓሰ እያ ትሓስር ኣብ ንሓሰ ገዜኻ ምቕማጥ ገዛ እኮ ቀስ እናብልካ ተስርሖ እዩ እምበር ብሓደ ግዜ ብጣዕሚ እዩ ዝጎድኣካ ተቕርሽኻ እንታይ ገበረ ኣብዘይ ግዜኡ ኣብዘይ መዓልቱ ዝጠፍእ ኣብዘይ ዋግኡ ዝጠፍእ ንምንታይ እና ግዜ ሓሊኻ እዩ ተንዲረ ከዓኒ ካብ ወርሒ ጥቅምቲ እስካ ወርሒ ታሕሳስ ኣብ ጥቅም ኣብ ጥቅምትና ኣብ ታሕሳስ ብጣዕሚ እዩ ዝሓስር ተንዲኖ ማለት እዩ እና ሽዑ ተትገዝእዎ ሕፃን ናፀፀር ግን ኣብ ክረምቲ ተትገዝእዎ ስሚንቶ ከዓኒ ካብ ሕዳር እስካብ ጥሪ ዘሎ እንድሕር ገዚእኹሞ ናብ ክረምቲ ይኸይድ እዩ ኣብ ሓጋይ ምንም ዓይነት ማይ ኣውሊ ስለ ዘየለ ብታሕቲ እዋም ጌርኩም እንድሕር ረብሪኩም ኣሚጥኩም ማይ ይበላሽን ኤክስፓየርድ እውን ይገብርን እንታይ ደኣ ማይ ነገር እያ ዘይትፈቱ ስለዚ ስሚንቶ ባዕሉሲ ኣብ ጉንበት ኣብ ሰነ ኣብ ሓምለ ኣብ ነሓሰ እንድሕር ትሰርሕዎ ኮይንኩም የካቲት እዚ ጥሪ ወይ ታሕሳስ ገዚእኹምስ ይጸንሐልኩም እዩ። ኣብ ክረምቲ ገዚእኻ እዩ ክኸርን ዘይኽእል እምበር ክረምቲ ንኽስራሕ ሓጋይ ተገዚእኹምስ ይጸንሐልኩም እዩ እና ከምዚ ጌርኩም ገዛኹም ተተስርሑ ኩሉ ብዘዴ እዩ። ኣምሓሩ እንታይ ድዮም ዝብሎ ኑሮ በዘዴ ይላሉ ኣደል ስለዚ ብዘዴ ተዘይሕዝካዮ ስእልካ ብሃበ ተረከብቲ ኮይኑ ግን ኣብዚያ ሕዝስ ወርሒ መጋቢት እየ ከስርሕ ስለዚ ወርሒ መጋቢት ኣቑሑት ኩሉ ክገዝኦ ዘይመስል ነገር እዩ እና ኣብታ ዘልኩም ሰዓታት ሓሊኹም ተገዚእኹሞ ገዛኹም በቃ ብዝተመጣጠነ ኢኮኖሚ ትገዝእዎ ትሰርሕዎ ኣለኹም ንክትሸጥዎ እውን ፅቡቅ እዩ ኣይትሕሶይ ናይቲ ጉድእን ገዛ ሓዚ ተሓደ ትሸይ ተሓደ ትገዝእ ካብቲ ሓደ ተትረፍ ኣብቲ ሓደ እንትንተሉ ኢና ብክባር ገዚእኻ ግን ፅንሕ መን ብክባር መን ይገዘእካ ማንም እና ያው ኣነ እግረ እቲ ቪድዮ ክነውሐኩም እዩ ግን ትምህርቲ ክኾነኩም ኢለ እያ ስለዚ ሑጻ ኣብ ዓድዋ ሐዚ ሰማንያ ሽሕ እያ ግን ናብ ሚእቲ ሽሕ ደዩ ነይሩ ዕስራ ሽሕ ቐኒሱ እኒኦ ናብ ፈረስማይ ደሞ ስካብ ቴስዓ ሽሕ ስካብ ቴስዓን ገለን ኣሎ እዩ ንደቂ ፈረስማይ ማለት እዩ ካብኡ ኻዓ ንሂ ጸጸር ጸጸር ደሞ ቴስዓን ሓሙሽተን ሽሕ እያ እኒሃ ኣነስ ዓይኒ እናርኣኹስ ቴስዓን ገለን ሽሕ ይበስገስ ውይ በስመ ኣብ ጌታይ መዓረይ ጌታዬ መዓረይ ሰላም ግበረልና ሰላም ዘይምዃኑ ዓዲ ግን ረእይዎ እና ከምዚ ይመስል ተንዲኖ ብዙሕ ምቅያር ኣይግበረን ተንዲኖ ሰሙን ክልተ ሰሙን ይፀንሕ እዩ ብዙሕ ወሰኽ ኣይገብርን ኣብ ዘለዎ ይፀንሕና ከም ኣብነት ግን ክነግረኩም ተንዲኖ ሕዚ በዓል ዓሰርተ ሽዱሽተ ሰለስተ ሽሕን ሽዱሽተን እዩ እኒኦ ሰለስተ ሚእቲ ቅርሺ ብቻ እዩ ወሲኹ በዓል ዓሰርተ ኣርባዕተ ክልተ ሽሕን ሸሞንተ ሚእትን ሰላሳን እዚ እውን ያው ናይ ሚእቲ ሚእትን ሳላሳን ይወስኽ ገይሩ እኒሆ እምበር ድሓን እዩ እኒሆ ዓሰርተ ክልተ ሽሕን ሸሞንተን ሰብዓን እዚ እውን ድሓን እዩ ዓሰርተ ቁፅሪ ደሞ ሽሕን ሰለስተን ሳላሳን ሸሞንተ ሸሞንተ ሚእትን ኣርባዓን በዓል ሸሞንተ ሸሞንተ ሚእትን ኣርባዓን እዚ ድሓን እዩ በዓል ዓሰርተ ሽዱሽተና ዓሰርተ ኣርባዕተ እያ ንእሽተን ወሰኺ ገይራ እኒሃ እምበር እዚ ብጣዕሚ ዝተረጋገ ዕዳጋ እዩ ከምቲ ካልእ እዚ ሕዚ ሕፃ ሓምሳ ሽሕ ነይሩ ሚእተ ሽሕ እንታይ ኢለኩም እዚ ብጣዕሚ ወሲኹ እኒሆ ተንዲኖ ግን ብጣዕሚ ቆንጆ ዕዳጋ እዩ ብዝሕ ኣይወሰኸን ማለት እየ ካብኡ እስታፍ እዩ ያው ግድ እንተንዲኖ ንድሕር ገዚኹም እስታፍ ከድልየኩም እዩ እስታፍ ንኪሎ ሚእትን ተስዓን ቅርሺ እያ ሽቦ ንኪሎ ክልተ ሚእትን ሰላሳን ሚስባር ንኪሎ ክልተ ሚእትን ሓምሳን ሓሙሽተን ናይ ዓሰርተ ናይ ዕስራ ቅርሺ ወስኪ ገይሩ እኒሆ እና ከምዚ ይመስል ናይ ሎማዓንቲ ገዛ መስርሒ ናይ ሕፃፀፀር ዘረባ ይውልን ስሚንቶ ከን ኩሉ ግዜ ፍልጥቲ እያ እዚኣ ፍልጥቲ እያ በቃ ኩላትና ንፈልጣ ኢና እነ ርግዓ ቤተሰብ ማዕረይ ኣብ ቀፃል ደግሞ ከም ብሓድሽ ዝወስኽ ተኣዩ ከም ሰራሚክ ከም ቀለም ከም ኳርትስ ከም እንቆርቆሮ ዝበሉ ከዓኒ ወሲኾም ኣለዉ ብካልእ ቪድዮ ክሰርሖም እየ እስካብ ሽዑ ደግሞ ላይክ ሸር ናግበርኩም ኣበረታትዑኒ ሰሰናይ ደቂ ዓበይቲ ወይ ማዕረይ ብጣዕሚ እየ ዝፈትወኩምን ዝኸብረኩምን ባይ ባይ